ሃሎ ሃሎ ሓባይብ ሓባይብ ኣታ ከመይ ቀኒና ሰናይ ድዩ ኩሉ ከመይ ትኾኑ ቀዳመ ሰንበት ከመይ ነይሩ ኣፖሰዲ ሎማዓንቲ ብሓንቲ ሕቶ እየ መፂኤኩም ዘለኹ ቅድሚ ናብታ ሕቶ ምእታዊ ግን እንታይ ደልየ ኣለኹ መሲልኩም ካባኹም ከምቲ ልሙድ ማለት እዩ ከምቲ ኩሉ ሰብ ዝደልዮ ላይክ ሼር ሳብስክራይብ ኣብ ቦታ ኮመንት ከዓ ነቲ ዝሰርሖ ዘለኹ ስራሕት ፅቡቕ ድዩ ሕማቕ ድዩ ምትብባዕኹም ደሊ ኣለኹ ወላ እውን እኮ ሰብ እንድሕር ዳ ፀሪፍካ ኦኬ እሞ ሕማቕ ሰሪሐ ድየ ኮይነ ወይ ከዓ ፅቡቅ ደይ ሰሪሐ ኢልካ ተጠራጠር ኢካ ስለዚ ኣነ ኣብ ምጥርጣር እውን ኣይበፃሕኩ ኣብ ቦታ ኮመንት ልቢ ኣብ ቦታ ኮመንት ሓሰይ እዚኣ ዕድበለት ስቲከር ገለመንታት ከምኡ እዩ ዘሎ ስለዚ ኣብ ቦታ ኮመንት ሃናፂ ሃናፂ ዝኾነ ኮመንትታትኩም ክትፅሕፉለይ ይደሊ ኣለኹ ማለት እዩ ስለዚ ናብታ ሕቶይ እንድሕር ደኣ መፅእ ከዓኒ ሓንቲ ሕቶ ኣላ ሓንቲ ሕቶ ኣላ ሓንቲ ሕቶ ኣላ ንኩሎም ወኪለ እየ መፅእ ዘለኹ ኣነ ንኩሎም ካሜራ ውመኖ ካሜራ ማኖ ንኹሎም ኣድረቕቲ ወኪለ መፂእ ኣለኹ ማለት እዩ። እታ ሕቶይ ከዓኒ ኣይ ካሜራማን ጥዑይ ደሎ እዩ ወይ ካሜራማን ዳሞ ይጠራጠራ ወይ ይጠራጠሩ ኣቱም ሰባት ሓወይ ሓወይ እቲ ሓወይ ስከላ ካሜራማን ኣዳሞ ሕጂ ኣነስ ሳርቶ ገለ ምበልኩ ነይረ ተረዲኹምኒ ሓቃኒ ገለ ምበልኩ ነይረ ግን ኣድላይ ኣይኮነን ኣይበልኩን ኣይበልኩን ኣነ ክሞ ተረዲኹምኒ ግን እዞም ካሜራማናሲ ምስ ካሜራማን ዲኺ ትኸዲ ኣለኺ ካሜራማን ኣዳ እሞ ከምዚ እንዲዮ ወይ ካሜራማን ኣዳ እሞ ከምቲ ሓደ እንዲሞ ኣቱም ሰባት ሃለው ዋንዕ መባ ኣነ መልሲ ናይዚኣ ደሊ ኣለኹ እቲ ካሜራ ማንሲ ብኸመይ ኹም ከምኡ ትብሉ ዘለኹም ኣነ ቀይሕ እንደ ወይ ኹም ንዓይ ተጸልሙኒ ዘለኹም ሕብሪ ህዝቢ ወይ ጸሊም ዝኾን ዘሎ ማለት መልሲ ናይ ካሜራ ማን ኣነስ ኣይረኸብኩን ዘለኹ ትም ሰባት በቃ ኩሎም ኩለን ንዓይን ንዕእንን በቃ ኩሎም ክሳይ እንዳበሉ ካሜራ ውመን ወይ ካሜራ ማንሲ ከምዚኦም ከመይ እዮም በጃኹም ባዚኣ መልሱለይ ካሜራ ማንስ ከመይ እዮም እቶም ካሜራ ማናት ዝበሃሉ ኩሎም ሲ ከመይ እዮም ኣንቱም ሰባት ንፁር መልሲ ሃቡኒ ኣነ ንፁር መልሲ ደሊ ኣለኹ እዚኣ ወድሓንኩም እዚኣ ነይራ ሕቶይ ስለዚ ኩላትኩም መልሲ ደሊ ኣለኹ ካብዚ ብምቕፃል ከዓ ከምቲ ልሙድ ማለት እዩ ተረዲኹምኒ መልሲ ናይ እዚኣ ምስ ረኸብኩ በቃ ሳብስክራይብ ምግባር ኣይትሕመቑ ላይክ ሼር ሸራሽርዎ ኣብ ፌስቡክኩም ዲኹም እዚኣ ናብ ኩሉ ክትበፅሕ ክትክእል ኣለዋ እዚኣ ተረዲኹም ናብ ኩሉ በፂሕ ሓደ ንፁር ዝኾነ መልሲ ማለት እዩ ነታ መልሲ እዚኣ ከዓ መልሲ እዳልየላ ኣለኹ ኣነ ነቲ ዝመለሰለይ ሰብ ወላ ክሽልሞ ክእል እየ ድሕር ዳኣ ኣዕጋቢ ዝኾነ መልሲ እንተ ዳኣ ሂብኒ ማለት እዩ ስለዚ ምትብባዕኩም ኣይፈለየኒ ሓውኹም ሮስያ ካብ ማእከል ማእከል ማእከል ዳሰተናሸ ዳሰተናጋሽ ካሜራ ማናት ረኺብናያ ደለና ባዕልና ኢና ንፈልጦ ጋይስ